ሰላም ጥዕና ሃበና ክብራት ተመልከትና ከመይ ትቕንዩ እዋናዊ ዛዕባና ሕዚ ጀሚሩ እኒኦ ኣብ ናይ ሎም ሰሙን እዋናዊ ዛዕባና ከዓ ሓደ ጋሻ ሒዘልናልኩም ቅሪብና ኣለና ማለት እዩ ምስ ጋሻና ንኣስታት ሰላሳ ደቃ ዝኸውን ፃንሒት እንገብር ዝኸውን ብፍላይ ከዓ ኣብዚ ሕዚ ሰዓት ዘሎ እዋናዊ ኩነታት ኣድሂብና ፃንሒት እንገብር ዝኸውን ጋሻና እንኳ ደሓን መፁ
እስከ ሙሉ ሽሞም ኣፋልጡና ንተመልከትትና። ሙሉ ስመይ ኣቶ ምዑዝ ገብረሂወት ይበሃል ናይ ሰላም ኣምባሳደር እውን እየ ሰብኣዊ መብት እውን ተሟጋቲ እንደገና ተፅዕኖ ፈጣሪ እየ ኣብ ኢትዮጵያ። ብጣዕሚ ፅቡቅ ኣምባሳደር ምዑዝ ገብረሂወት ያው ናይ ሰላም ኣምባሳደር እዮም እና እስከ ሰላም ናይ ኩሉ ነገር ዓንዲ ሕቆ እዩ ወይ ድማ መሰረት እዩ ይበሃል ኣድላይነት ሰላም ከመይ ይገልፅዎ? ዎው ሰላም ኣስቴር ሰላም ሰላም እዩ ካብ ሰላም ላዕሊ የለን ሰላም እንድሕር ሃልዩ ደቅኻ ተምህር ሃፍቲ ትረክብ ንስኻ ውን ትሰርሕ ብሰላም ትድቅስ ብሰላም ትወፅእ ትኣቱ ናብ ዝደለኻዮ ዓዲ ትኸድ ሰላም ተሃልዩ ምርት ተምርት ኩሉ ነገር ኢትዮጵያ ፅብቕቲ ዓዲ እውን ስለዝኾነ ንፋሳ ምና ፅብቕቲ ስለዝኾነት ሰላም ዝመስል ነገር የለም ሰላም ኩሉ ነገር መሰረቱ እዩ ዝገርመኪ። ኣብ ክልል ትግራይ ዝነበረ ኲናት ማለት እዩ ብስምምዕነት ሰላም ፕሪቶርያ ምቁራፁ ዝፍለጥ እዩ እና መንግስቲ ከዓ ነዚ ስምምዕነት ሰላም ፕሪቶርያ ተግባራዊ ንምግባር ዓበይቲ ስራሕቲ እናሰርሐ ነይሩ እዩ እና እቲ ስራሕቲ ብኸመይ ይገልፅዎ? ፈደራል መንግስት ብእውነት ብጣዕሚ ኢና እነመስግኖ። ኣነ ከም ትግራይ ተወላጅ ከም ኢትዮጵያዊ ብጣዕሚ እየ ዘመስግኖ። ሓደ ንትግራይ ህዝብን ንትግራይን ስራሕውቲ ፅቡቕ ስራሕውቲ ይሰርሕ ዘሎ ይሰርሕ ኣሎ። ግን ሰላም ኣይረኸበን ሰላም ኣይረኸበን ከምቲ ዝረኣኸዮ ክልተ ዓመት ጦርነት ነይሩ ኩናት ነይሩ ካብዚ ዝኸድ እውን ይሞት ካብኡ ዘሎ እውን ይመውት ኣሕዋት ክልተ ኣሕዋት እዮም ዝሞቱ ነይሮም እና ሰላም ዝሃበና በረኸት ነይሩ እቲ በረኸቲ ግን ተግባራ ክውዕልዎ ይከኣሉ እዞም ሸፋቱ ማለት እዩ ፌደራል መንግስቲ ግን ኩሉ እዩ ገይሩ እቲ ዘድሊ ንትግራይ መብራህቲ ማይ ኩሉ ነገር ዘድሊ ባንኪ ቴሌ እዚ ተሰባቢሩ ዝነበረ ብጦርነት መንገድታት ኣስሪሑ፣ ካልኣይ ከዓ ባጀት መዲቡ ኣየር መንገድ ለቒቑ ስጋዕ ሐዚ ኣየር መንገድ ኣሎ ዝገርመክና ፌደራል መንግስቲ ትፈረሞ ኣብቲ ቢቶርያ ዝፈረሞ ኩሉ እዩ ገይሩ ካብ ዓሰርተ መዓልቲ ስጋዕ ሓደ ወርሒ ዕጥቆም ክፈትሑ ምንም ኣብ ትግራይስ ዕጥቂ ዝብሃል ዘየላ ዳሕራይ ናብ ዲዲኣር ክኣትዉ እቶም ኣብኡ ዝነበሩ ተዓጠቕቲ መንግስቲ ይኹን ተባበሩ መንግስታት ዝኾነ ሓገዝ ዝገብርሎም ካብኡ መቋቋምያ ክግበረሎም ተደልዮም ናብ ፌደራል ፖሊስ ተደልዮም ናብ መከላከያ ተደልዮም ናብ ደለይዎ ፖሊስ ክኣትዉ ተደልዮም ከዓ ናብ ልምዓት እዮም ንክኣትዉ እዩ ነይሩ ግን ኣይገበርዎን ንሳቶም ካም ትርእዮ ዘለኸ እዚ ከኣ ሓዱሽ ጦርነት ከፊቶም ክኸፍቱ ዝግጅት ይገብሩ ኣለዉ ቀትርን ለይትን ዝገብርዎ ዘለዉ ብጣዕሚ እዩ ዘሕዝነኪ ናይ ትግራይ ህዝቢ ብጣዕሚ የሕዝነኪ ንሕዝን ንሕና ኩላትና ንሳቶም ጥራሕ ዘይኮኑስ ኣቅሽቲ ሀዚ ወያኔ እንኳን ዘይገንጸለ ናይ ትግራይ ኣቦታት ሲኖዶስ ኢሎም ካብ ኢትዮጵያ ኦርቶዶክስ ተገንጺሎም ኔሮም ሀዚ ከዓ ፈሪሶም ዝገርመኪ ናይ ኢትዮጵያ ኣምላክ ሀያል እዩ። ከምቲ ዘልዐልዎ ማለት'ዩ እዚ ነበር ጉጅለ ህወሓት መንግስቲ ስምምዕነት ፕሪቶርያ ተግባራዊ ንምግባር ዓበይቲ ስራሕቲ ዋላኳ እንተሰርሐ ዝተፈላለዩ ዕንቅፋታት እናፈጠረ ፀኒሑ'ዩ ኣብዚ ሕዚ ሰዓት ከዓ ብፍላይ ከዓ ብመንግስቲ ዝተጣየሸ ግዝያዊ ምምሕዳር ብምፍራስ ናይ ባዕሎም መንግስቲ ብምውቓር ዝተፈላለዩ ስራሕቲ እናሰርሑ እዮም ዝርከቡና እዚ ኣካይዳ እንታይ ከስዕብ ይኽእል? እዚ ኣካይዳ እዙይ ንትግራይ ህዝብን ንኣቶምን ፅቡቕ ኣይኮነን ዘኺዶም። ቢቶርያ ምፍራሱ ብግልፂ እዩ። ምክንያቱን ኣብ ቢቶርያ እዩ ተፈሪሙ እቲ ግዜያዊ ኣስተዳደር ክቋቋም ኣለዎ ዝብል እንዲያውም ናይ ፌደራል መንግስትን ፍርቃ ፍርቂ ገይርኹም ኣቋቑምዎ እዩ ዝብል ነይሩ እቲ ውዕሊ። እንካብኡ ግን ብኣኻትኩም ይኹን ፀገም የለን ንስኻትኩም ጥራሕ ይግበርዎ እቲ ግዝየዊ ኣስተዳደር ዝብል ፈቂዱ ኣሎ ፌደራል መንግስቲ እንካብኡ እንታይ እዮም ገይሮም ዓመትን ግዛዕን ክልተ ዓመት ምስ ገበሩ ኣቶ ጌታቸው ፈንቂሎም ኣባሪሮምዎም ካብኡ ከዓ ኣቶ ማነው ጀነራል ወዲ ወረደ ይሐሸና ኢሎም ንሱ እውን ፈቂዱሎም መንግስቲ ዓመት ምስ ገበሩ እንደገና እቲ ምርጫ ኣይንገብርን ኣብ ትግራይ ስለ ዝበሉ ኣብ ትግራይ ዝነበረ ምርጫ ክግበር ዝገበሮ ልክዕ ከም ኢትዮጵያ ክግበር ክንዲ ዝግበር ነይሩ ዳሕራይ ኣይ ኣይትገበር እምቢ ኢሎም ስለ ዝኾኑ እዚ ግዜያዊ ኣስተዳደር ይወሰኽ ንሓደ ዓመት ዝኢሉ ፌደራል መንግስቲ ክምድብ እንተሎ ኣየ ኣይነድልን ኢሎም ወንጀለኛ ዝኾነ ብሕገ ወጥ ክልተ ሽሕን ዓሰርተ ክልተን ተመረፀ ወንጀለኛ ዝኾነ ምክር ቤት መሊሶም ኣነ ፕሬዚዳንት እየ ኣነ ምክትል ፕሬዚዳንት እየ ተባሂሎም ኣነ ምክር ቤት እየ ኣፈ ጉባኤ ተባሂሎም ባዕሎም ታሽሙ ገይሮም ሕዚ ናይ ትግራይ ህዝቢ ናይ ትግራይ ህዝቢ ናብ ጣጣ እዮም ዘእትዎ ዘለዉ እዞም ሰባት እዚኦም እዚ ናይ ፕቶሪያ ስምምዕነት ብእውነት ኣፍሪካ ሕብረት ዘሎ ኢጋድ ዘሎ ኣፍሪካ ኢሮፓ ሕብረት ዘሎ ኣመሪካን ዘሎ ካልኦት እውን ዘለዎ ሓያላት ዓድታት ፈሪሙ ግዜ እዚ ዝመረፅክዎ ክልተ ሽሕን ዓሰርተ ክልተን ከፍርስ እየ ዝተዓጠቅክዎ ክፈትሕ እየ ምስ ጎረቤት ምስ ፀላእቲ ኣይራኸበን ብዘይ ኢትዮጵያ ብኢትዮጵያ መሰረት ተዘይኮይኑ ኢሉ ፈሪሙ እዩ ኣብኡ በዚ መሰረት ዝገብሮ ዘሎ ግዜያዊ ኣስተዳደር እውን ኣፍሪሱ ካልኣይ ከዓ ናብ ጦርነት ዝግጅት ገይሩ ፉከራ እንደገና ናብ ዓሊ ቡርሃን ናብ ሱዳን ፅምዶ ፈጢሩ ተመልከቲ ዝበኣሰን ካብቲ ናይ ቅድሚ ህዚ ዝነበረስ ዝበኣሰ ገይሩ ችግር ይፈጥር ኣሎ ህዚ ከዓ ርኢኺ እቲ ፅምዶ ክትመጽዮ ትኾኒ ትጽምዶ ከኣ ምስ ኢልትራ ምስ ሻዕብያ ምስ ግብጺ ምስ ሱዳን ምስ ኣልሸባብ ምስ ሆቲ ምስቶም ዓድና ዘለዉ ኢትዮጵያ ዝወግእ ዘሎ እውን ምስኣቶም ኮይኑ ኢትዮጵያ ክወግእ እየ እናበለ እናመርሐ ብኢሳያስ እናተመርሐ ንትግራይን ኢትዮጵያን ጸገም ዝፈጥር ዘሎ ኣካል እዩ ሓምሳን ሓደን ዓመት ናይ ትግራይ ህዝብን ናይ ኢትዮጵያ ህዝብን ኣሸቢሩ ሀዚ ከዓ ከም ወዲ ሀዲሽ ከሸብር እየ ኢሉ ዝሰርሕ ዘሎ ሽፍታ እዩ። እወ ብዛዕባ ፅምዶ ኣልዒልኩምልና ነይርኩም እና ብፍላይ እዚ ጉጅለ ማለት እዩ ምስ ፀላእቲ ኢትዮጵያ ዝኾኑ ብዛዕባ ልምዓት ዘይኮነ ብዛዕባ ስጋት ዝኾኑ ሓይልታት እዩ ፅምዶ ኢሉ ርክብ እናፈጠረ ዘሎና እዚ ፅምዶ እዚ ርክብ ንህዝቢ ትግራይ ክስዕበሉ ዝኽእል ሳዕቤን እንታይ እዩ? ብጣዕሚ ቆንጆ ጥያቄ እዩ ዝነገርክኒ ንትግረ ቂድሚ ሰለስተ ኣርባዕተ ማዓልቲ ሪኢኪ እንተኮይኑ ከብ ሓውዜን ናይ ሰማእታታት ተብሂሉ ኣብ ዓሰርተ ሓሙሽተ እንታይ ሽሙ ነይሩ ዝክረ ሰማእታት ኢሎምስ ናይ ስራ ኣስፈፃሚ ስራ ኣመራር ምክትል ፕሬዛንት ምናምን እቲ ፓናል ውይይት ይፈትሑ ይመርሕዎ ነይሮም ዳሕራይ ሓዲኡ እንታይ እዩ ዝበለ እንኳዕ ደስ በለና እንኳዕ ደስ በለና ን ሰማእታ ን ሰነ ዓሰርተ ሓሙሽተስ ሰማእታት ኣብ ሓውዜን ተወዲኦም ክልተ ሽሕን ገለን እዩ ዝበሃል ተወድኡሉስ እንኳዕ ኣብፀሐና ኢሉ ክናገር ሰሚዐ እንታይ እዮም እዚኣቶም ደንቆሮታት ድዮም እንታይ እዮም ንትግራይ ህዝቢ ዘለዎም ጣጣ ከምፅኦ ህዚ እውን እዮም ዝሓስቡ ዘለዉ ስለዚ ትግራይ ህዝቢ እዚ ጦርነት እዙይ ናይ ትግራይ ኣይኮነን ናይ ሻዕብያ እዩ ምክንያቱ ፌደራል መንግስቲ ብሰላም ወደብ ክንረክብ ኣለና ኢሉ ተዘራሪቡ ምስ ዓለም እውን ይዘራረበ ኣሎ ፅቡቅ ደረጃ እውን በፂሐ ኣሎ ክንዋጋእ ኢና ይበላን ኢትዮጵያውያን ሕዚ ዝገርመኪ ኢሳያስ ልክዕ ከምዚ ሕማቅ ቆፎ ናይ ንሂቢ ቆፎ ዘይብሉ ዝቁሉ ዝፅንፅያ ዝመልአ ዓይነት ኮይኖም ኢሳያስ እዩ ዝመርሖ እዚ ፅምዶ እዚ ኢሳያስ ካዓ ጦር ኹናት ኣብ ትግራይን ኣብ ዓፋርን ኣብ ኣምሓራን ክኾን እዩ ዝደሊ ዝገርመኪ ኣብዚ ክኾን እዩ ዝደሊ እዚ ስጋዕ ዝኾነ እዋናት ትግራይ ኣብ ትግራይ እዩ ኣብ ኤልትራ ኣይኮን ሓደ ኤልትራ ዓቕሚ ይብሎምን ኢትዮጵያ ክወግኡ ካልኣይ ንኣቶም እውን ኣይሕግዝዎምን ብኩናት ሰይሕግዝዎም በምንም ዓይነት ዝተንኮል ዳኣምዛ ዝተንኮል እዚ ከዓ ቀደም ጀሚሩ ሱማሌ ጦርነት ክህሉ እንተሎ ስኢድ ባሬ ክህሉ እንተሎ ዝጀመርሉ ግብፂ ፀላኢትና ምዃና እናፈለጡ ምስኣ ዝሸረይሉ ስለዚ ወደብ እውን ዘስኣኑና እዞም ሰባት እዮም እዮም እዞም ዓድታት እዮም ንግብፂ ንኣልሸባብ ካልኦት ካልኦት እውን ንሱዳን እዮም ንኤልትራ እዮም እንዲዚያቶም እውን ናቶም ሓሽከር ኮይኖም ፈሪሞም እዮም ወደብ ንኸይትረክብ ኤልትራ ንክትግንፀል ዝፈረሙ እዮም ሰባት ስለዚ ንትግራይ ህዚ ዝመጽእ ጣጣ ብዙሕ እዩ ሓደ እቲ ኩናት እንድሕር ተወሊዑ ኣብ ኤልትራ ኣይኮነን ዝኾን ዝደልዮ ኢሳያስ ሳቶም እውን ዝደልይዎ ህዚ ሳቶም እንታይ እዮም ዝደልዩ ናይ ትግራይ ህዝቢ ጦርነት ተካሂዱ ኣብኡ ክውዳእ እቲ ህዝቢ ሓላፍነት ስለ ዘይብሎም ማለት እዩ እና ንትግራይ ህዝቢ ጣጣ እዩ ዝመጾ እምበይ ደስታ ኣይመጾን ፌደራል መንግስቲ ከኣ ክወግኦ ይኽእል ንሸፋቱ ግን እንድሕር ተንኪሶም ኣይለቆምን ምክንያቱ ከምቲ ናይ ዓሰርተ ክልተ ዓሰርተ ሰለስተ ክልተ ሽሕን ዓሰርተ ሰለስተን ኣይኮነን ሀዚ ብእግሪ ግዛዕ ምዛዕ ኣይኮነን ብካልእ እዩ ብቴክኖሎጂ እዩ ዝውድኦም እቶም መራሕቲ በተለይ ሀዚ ከዓ ናይ ትግራይ ትግራይ ዝነበሩ ዝሕግዙ ዝነበሩ ወጣታት የለውን ከምቲ ዝበልክዮ ኣንተ ኣዲስ ኣበባ ካብ ሚልዮናት ንላዕሊ እዮም ዘለዉ እቲ ናቶም ተዋጋኢ ዝነበረ ሓይሊ ፍርቁ ናብ ጎንደርን ናብ እንታይ ሽሙ ናብ ዓፋርን ናብ ካሊእ ቦታን ከይዱ ይዋግኦም እዩ ዘሎ እቶም ፈለጥ ፍሉጣት ጀረናል ናቶም ተዋገእቲ ዝነበሩ ተመሊሶም ንኣቶም እዮም ዘውግኦም ዘሎ ሰላም ሓይሊ ዝበሃል ማለት እዩ ስለዚ ካሊእ እውን እቶም ምሁራት ዝነበሩ ንኣቶ ጌታቸው ረዳ እቶም ፈላጣት ዝነበሩ ማእከላይ እምም ኮሚቴ ስራ ኣስፈፃሚ ዝነበሩ ሐዚ ኣብኡ የለውን ኣብዚ እዮም ዘለዉ ናቶም ተቃረንቲ እዮም ናቶም ፀላእቲ እዮም ሐዚ ስለዚ እዚኦም ሰባት እዚኦም ሰብ የብሎምን እቶም ፖለቲከኛ ዝነበሩ መፂኦም እዮም ኣዲስ ኣበባ እቶም ጋዜጠኛ ዝነበሩ ኣክቲቪስትታት ዝነበሩ ናቶም ዝድግፉ እውን የለውን ሐዚ ኣብ ኣዲስ ኣበባ እዮም ዘለዉ ወይ ከዓ ኣብ ኢትዮጵያ እዮም ዘለዉ ኢትዮጵያ ከ ዓዶም እዩ ሓቆም እዮም ሰላም ኮይኖም ተሰሪሖም ማለት ሰላም ተኮይኖም ካሊእ ሽግር እንተዘይፈጢሮም ዓዶም እያ ስለዚ እዚኣቶም ባዶ ዝቀረዩ ባዶ ዝቀረየት ትግራይ እያ ዘላ ጥራሕ ኣተረፈ ትግራይ ሰብ ዘይብላ ድንኳናት ዘየለ ሓኪም ቤት ዘየለ ትምህርቲ ቤት ዘይብላ ትግራይ እዮም ኣትሪፎምዋ እዩ ስለዚ ጣጣኡ ንትግራይ እዩ ዝኾን ብፍላይ ካዓ እዚ ነበር ጉጅለ ህወሓት ማለት እዩ ኣብዚ ሕዚ ሰዓት ንስኹም እውን ኣልዕልኩምዎ ነይርኩም እዚ ኩናት ኣብ ትግራይ ዳግማይ ኩናት ንምክፋት ዝተፈላለዩ ምሽብሻባት እናገበረ ዝርከብ ካብኣቶም ውሽጢ ከዓ ኣብ ቀረባ እዋን ከዓ ዝኾነ ኣዋጅ ኣዊጆምሎም መናእሰያት ብግዲ ናብ ኩናት ንክኣቱ ንክስለፉ እናተገበረ ግፋውን እናተገበረ ዝርከበሉ ኩነታት ኣሎና እዚ ከመይ ትርእይዎ እወ እንታይ ይመስለኪ ሓደ ኣዋጅን ግፋን ሓደ እዩ እቲ ግፋ ዝገብርዎ ነበሩ ቅድሚ ሕዚ እውን እቲ ኣዋጅ እውን ኣየውፀእዎን እምበይ ዝነበረ እዩ ማለት ኣገዲዶም ናብ ምግዳል ምውሳድ ናብ ምውጋእ ምውሳድ ዝነበረ እዩ ካብ 19 ዓሰርተ ማነው ክሳብ ስሳን ሸውዓተን ኣከባቢ ካብ ዝጀመረሉ ጀሚሩ ሕዚ ንሳቶም እይዋግኡን። ንሳቶም ክልተ ሚእቲ ኪሎ ሜትር ንድሕሪት ኮይኖም እዮም ኮፍ ዝብሉ ዘዋግኡ። እቲ ወጣት ከማኻትኩም ወጣት ዝኾነ ይዋጋእ፣ ንሳቶም ግን ጮማኦም እናበልዑ ግዛዕ ውስኮም እናሰትዩ እዮም ክልተ ሚእቲ ኪሎ ሜትር ርሑቕ ኮይኖም እዮም ዘዋግኡ እና ንኣቶም ዝነኽኡም ኣይኮነን። እቲ ሓፈሳ ዝብለኪ ዘለኹ ብጣዕሚ ተጣጠፎ እዩ ዘሎ ኣብ ትግራይ። ሀዚ ኸዓ እንታይ እዮም ጀሚሮም ዘለዉ እዛ ጭምብል ገይሮም ዓይኖምን ኣፎምን ሸፊኖም እዮም ዝገፉ ዘለዉ ካብኡ ዝተተሓዘ እንደገና ህግ ኣውፂኦም ኣለዉ ወዱ ዝሓብአ ባዕሉ ዝተሓብአ ሕማቅ እተናገረ ንኣቶም ጸረፈ ከማይን ከማኽን ምጽራፍ ዘይኮነስ ምዝራብ ማለት እዩ መልሓስና ካዓ ማንም ኣይኽልክለናን ዜግነትና እዩ ኢትዮጵያውያን እና ስለዚ ክፉእ ዝገበረ ንማንም ሰብ ኣይንለቆን ስለዚ ከምኡ ኢሎም ኣዋጅ ኣውጽኦም ኣለዉ እቲ ግፋ እውን ቀጺሉ እዩ ዘሎ ዝገርመኪ ገፊፎም ካዓ ገሊኦም ንኤልትራ እዮም ዝወስድዎም ንኤልትራ ንኤልትራ ይወስድዎም ዝገርመኪ ኤልትራ ሳዋ ኣብ ካሊእ እውን ቦታ ኣሎ ኣብ ሰንዓፈ ኣከባቢ ኣብ ካሊእ ቦታታት ናብኡ እዮም ዝወስድዎም ዘለዉ ኣብኡ ወሲዶም እዮም ዝስልጥንዎም ዘለዉ ኣብ ትግራይ እውን ኣብ ዕዳጋ ዓርቢ ኣብ ማይ ቀነጣል ኣብ ነበለት ኣከባቢ ኮይኖም እዮም ተወርዒ እዮም ዘሰልጥንዎም ዘለዉ ኣበይ ምዃናተን ቦታ ይፍለጣ እየን ዝገርመኪ ስለዚ ኣገዲድካ ኣሰሊፍካ መን እዩ ክዋግእልካ እንተሓሰብኩ እየ ዝዋግእልካ ሰብ የለን እኮ ኣሚኑ ዝኸደ እዩ ክዋጋእ ዝኽእል ስለዚ ምሳኣቶም ዘለዉ እተሰለፉ እውን እተዓጠቑ ሰባት እውን ኣይዋግኡ ናይ ልቦም ኣይኮኑን ወይ መሬት ክረኽቡ ወይ ከዓ ግዛእ ከብሉ ወይ ከዓ ተፈራሪሖም እታ ህገ ውፅኦምዋ ዘሎ ኳ ንኣታቶም እያ ሓንቲ ከይኸድዑ ናብ ኣቦኦም ናብ ቤተሰቦም ከይኸዱ ሓዲጎምዎም ከይኸዱ ብዝብል እዮም እቲ ህግታት ኣውፅኦሞ ካልኣይ ከዓ ንካድርታቶም ንኣታቶም እዩ እምበር ኣብ ዓለም ዘሎ ይብል ኣብ ኢትዮጵያ ዘሎ ትግራይ ዘሎ ንኹሉ እዩ እዚ ኣዋጅ እዚ እዩ ዝብል እዚ ኣዋጅ እዚ ከዓ ንሳቶም ከውፅኦ ኣይኽእሉን ሓደ ንሳቶም ህገወጥ ወንጀለኛታት እዮም ህጋዊ ኣይኮኑን ህጋዊ ግዜያዊ ኣስተዳደር እዩ ማንም ይኹን ማንም ግዜያዊ ኣስተዳደር እዩ ኣመሪካን እውን ግዜያዊ ኣስተዳደር እያ ትፈልጥ ኣፍሪካ ሕብረት እውን ግዜያዊ ኣስተዳደር ዝፈልጥ ኢትዮጵያ መንግስቲ እውን ግዜያዊ ኣስተዳደር ዝፈልጥ እምበይ ኣብ ትግራይ ዘሎ ምምሕዳር እሱ እዩ እምበር እዞም ህገ ወጥ ኮይኖም ዝመፁ ሰባት ህጊ ከውፀ እይኽእሉን እዩ። ዘለኣለም ሓምሳን ሓደን ዓመት ኢትዮጵያን ኣፍሪካን ትግራይን ዓለምን እናረበሸ ክነብር የብሉን።
ዝነበር ጉጅለ ህወሓት ኣብዚ ሕሰኣት እናገበሮ ዘሎ ኣካይዳ ፅቡቕ ብዘይምዃኑ ብፍላይ ከዓ ኣሜሪካ ማለት እዩ ናይ ቪዛ ኣገዳ ኣንቢራትሎም ነይራ እና እዚ እንታይ ዓይነት እንታይ ይህልወልኩም ትሓስቡ? እወ እቲ ቢዛ ምእጋዱ ጽቡቕ እንድዩ ግን ብዙይ ኣይኮነን ብዙይ ጥራሕ ኣይኮነን እዚኣ ንእሽቶን እያ ንኣቶም ጥራሕ ዘይኮነስ እቶም መዋጻእ ዘሎ ጋዜጠኛታት እነ ሃይለ ደደቢት እነ ስታሊን እነ መሰረት ከበበ፣ ከበደ፣ ዝበሃል ሓንቲ ሰበይቲ ማርያዊት ዝበሃላ ካልኦት እውን ዘለዉ ኢትዮጵያን ትግራይን ዘጨንቑ ዘለዉ እነቦይ ስብሓት እቶም ኣብ ወፃእ ዘሎ ካልኦት እውን ግዜያዊ ኣሰዳ ክንምስርት ኢና ግዜያዊ ግዛእ ክንምስርት ኢና ዝብሉ እቶም ካልኦት ብሄራት እውን ወፃእ ዘለዉ ንኣታቶም እውን ሓኒቖም ናብ ኢትዮጵያ እዮም ከምፅዎም ዘለዉ ስለዚ ኣብ ትግራይ ዘለዎ ጥራሕ ኣይኮነን ኣብ ትግራይ ዘለዎ መራሕቲ ብምልኦም ካብ ክልል ስጋዕ ወረዳ ቀበሌ ዘለዉ ኣመራርሓ ተኣሲሮም ብሰንሰለት ብኢዶም ኣይኮነን ሰንሰለት ክኣትወሎም ዘለዎ እዚኣቶም መቑሕ ክኣትወሉ ብክሳዶም ከም ከልቢ ተኣሲሮም እዮም ናብ ህጊ ክቐርብ ዘለዎም ናብ ፍርዲ ናብ ወኽኒ ቤት ክወርዱ ዘለዎም እዞም ኣብ ወጻኢ ዘለዉ ናይ ኢትዮጵያ ተጻራርቲ ይኹን እዞም ዝበልኩኺ ናቶም ሓሽከራት ዝኾኑ ዝጸሓፍሎም ዘንብቡ ዘለዎ ወጻኢ እውን እቶም ኣብ ትግራይ ዘለዉ እውን ብጣዕሚ ንሳቶም እውን ተኣሲሮም ልክዕ ከም ኩርኩር ረጒድ ሰንሰለት ተኣሲሮም ናብ ወኽኒ ናብ ቃሊቲ እዮም ክኣትዉ ዘለዎም እምበር ኣብ ትግራይ ኮይኖም ሕዋሕት ወይ ከዓ እዞም ሰባት እዚኦም ናይ ሓደ ዓሌት ዝኾኑ እየ ዝብል ዘለኹ እዞም ሓደ ዓሌት ኣብ ትግራይ ኮይኖም በጭራሽ ትግራይ ሰላም ኣይትረክብን። ስለዚ ዘውፅእዎ ህጊ እዞም ዝበልኩ ቢዛ ምክልካል እዚኣ ንእሽተን እያ ብስሩሲ ኣብ ክነግረኪ ኣብ መዋኢለ የሎ እዚ ናይ ካብኡ ዝተደዱለኝ ካብ ዱባይ ምግበይ ሃይለ ዝብሃል ዓሰርተ ፎቕ ኣሎ ኣሎ ስእሊ ከርእየኪ እየ ብላዕሊ ብትግርኛ ፅሑፍ ብካልኣይ ብእንግሊዘኛ ብሳልሳይ ብዓረብኛ ዝተፅሓፈ ታሽሞ ኣሎ ኣለዎም ካልኦት እውን ኣብ ዱባይ ፎቕ ዓሰርተ ፎቕ ዓስራይ ፎቕ ንላዕሊ ኣብ ኣሜሪካን ኣለዎ ካልኦት እውን ብምሉኦም ኣለዎ እዚታት ክውረስ ኣለዎ ኣብ ትግራይ ዘሎ ኢትዮጵያ ዘለዎ ንብረቶም እውን ክእገድ ኣለዎ። እዚ ጥራሕ ኣይኮነን። እዚኣ ንእሽቶይ ናይ ቪዛ ገለመለ ከይኣትዉ ንሳ ሓዲጎም ናብ ዱባይ ዶ ይኸዱ ኣለዉ። ስለዚ እንታይ ኢሉ ፈኪሩ እንዲያውም ሓደስ ዝገርመኪ እንታይ ክገብረልና ህዚ እንተመፀ እኮ ኣሜሪካን ኢሉ እኮ ይቅርታ ክብልና እዩ ዝመፅእ ኣምባሳደር ኣምባሳደር መንሽሙ ከዱ እዮም መስለኒ ዳሕራይ ሰሚዖም እዮም እዛ ዘረባ እዚ ይቅርታ ክብለና እዮም ሓሽከር ስለ ዝፈርሐና እዩ ንኣና ከምዚ ዝብለና ዘሎ እምበይ ህዚ ግን ዝመፅእ ዘሎ ንትግራይ ይቅርታ ንኣና ክብለና እዩ ኢሎምስ እቶም ናቶም ካድረታት ይዛረቡ ዝግ በየ ስብሰባ እዮም ዝዛረቡ እንታይ ይገብረና ኣመሪካን ኣመሪካን እኮ ካብ እግዚኣብሄር ንሳሕቲ እኮ ንሳ እያ ዘላ ኣብ ዓለም ሓያል ዓዲ ዝደለየቶ ትገብር በተለይ ናይ ኢትዮጵያ ሓላዊትን ደጋፊን ዝኾነት ናይዚኦም ኣሸበርቲ ከዓ ኣሸበርቲ እዮም ገና ክትሓዝ ቀይዱ ምትሓዞም ኣሸበርቲ ዝብል ኣዋጅ ክእወጀም ኣለዎ ክእወጀሎም ኣለዎ ኣሸበርቲ እዮም እዚ ኣዋጅ ኣሸበርቲ ንኣቶም እውን ክንእሶም እዩ እዚኦም ብደም ተጨማልቑ ጥዑያት ዘይኮኑ እዩ ስለዚ ቢዛ ዘይኮነ እዚኣቶም ብሸንሸለት ተኣሲሮም ከም ከልቢ ኣብ ክሳዶም ኣብ ኢዶም ኣይኮነን ተኣሲሮም ናብ ቃሊቲ ወሪዶም ዕድመ ልክዕ ክፍረደሎም ዘለዎ ሰባት እዮም እዩ። መንግስቲ ፌዴራል ከ ንዞም ነበር ጉጅለ ህወሓት ብኸመይ እዩ እንታይ ክገብር ይግባእ?
መንግስቲ ፌዴራል እቲ ዝገብሮ ይገብር ኣሎ ማለት በዓልቶም ከይዋድኡ ኣለዉ። ባዕልቲ ባዕልቶም እኮ ይዋደኡ ኣለዉ እቲ ምሳኦም ዘሎ ተዓጠቐ ሲ ናቶም ኣይኮነን ፅባሕ ድግሆ ክሳድ ክሳዶም ሓኒቑ ናብ ፍርዲ ከቕርቦም እዩ እርግጠኛ እዩ ዝብለኪ እቶም ናይ ሸፋቱ መራሕቲ ኢና ዝብሉ ናይ ክልቲኦም ናይ ዝዋግኡ እውን ዘይ እቶም ናይ ፖለቲካ መራሕቲ እውን ኢና ዝብሉ ህገወጥ ዝኾኑ ሓኒቑ ሕዞም እዩ ስለዚ ፌደራል መንግስት ኣነ እንዲያውም ዘይምእታዉ ትዕግስቲ ምግባሩ ብጣዕሚ እየ ዘመስግኖ ብእውነት ሓቂ እየ ዘይምእታዉ ንትግራይ ምክንያቱ ህዚ ናይ ትግራይ ህዝብ ናትኪ ናተይ ቤተሰበ እዮም ዘለዉ ኣነን ንስክን ኢትዮጵያዊ ኢና ተወለድናላ ጥራሕ እያ ኣብኣ ግን ኣብኡ ዝገብርዎ ዘለዉ ፉከራ ኣብዚ ሰሙን እዚ ዝገብርዎ ዘለዉ ምስልጣን ዝገብርዎ ዘለዉ መሳርያ ዘምፅእዎን ካብ ኤልትራን ካብ ግብፂ ዘምፅእዎ ዘለዉ መሳርያታት ይሪኦ ኣለኩ እዩ ብዝሀዚ ግዜ ከም ዝበልኩ ዘመናዊ እዩ ብቴክኖሎጂ ኢካ ትዋጋእ ይርእ ኣበይ ካም ዘለዋ ተን ጥይት ኣበይ ካም ዘሎ ደብረጽዮን ይርእ ኣሎ እኮ እዩ ስለዚ እዚ እናረኣየ ፌደራል መንግስቲ የጽንዕ እዩ ዘሎ ይመስለኒ ስለዚ ቸኲሉ ዘይምእታው ግን ብጣዕሚ ኣነ ብጣዕሚ እየ ዝድግፎ ስለዚ ክገብሮ ዘለዎ ግን ሓደ ኣብዚ ዘሎ ትግራዋይ ኣነ እኮ ትፈልጥ እንዲኺ 213 እኮ ኣብዚ ዘለዎ ኣብ ኣዲስ ኣበባ ዘለዎ ተጋሩ ኣነ እየ መግለጫ ሂበ ኣብ ኣበበ በቂላ ብፅባሒቱ ሰላማዊ ሰልፉ ዝወፀ እንዲያውም ኣን- ሓደ ሓዲኦም ከምዚ ገይሮም እናተሸፈኑ ብወረቐትን ምግዛዕን ብፅላልን ነይረን ንርኢ ነይርና እና ሕዚ እውን ሓደ እ፣ ሰላማዊ ሰልፊ ከንገብር ክፈቕደና ኣለዎ ኣብዚ ዘለና ተጋሩ ክፈቅድ ኣለዎ መንግስቲ ካልኣይ ኣብ- ካብኡ ዝመፁ ተጋሩ ወጣታት ኣለዉ ከይጠምዩ ሽግር ከይበፅሖም ከይጥርጠሩ ዝኾነ ካምቢ ነገር ኣዘጋጅዩ ዝዓርፍሉ ክገብር ይግባእ። ኣብዚ ዘለዉ ፓርትታት እውን ደጊፉ ብፖለቲካ ክሽነፈሉ ዝኽእል ሕዋሕት ወይ ከዓ እዚ ሽፍታ ክግበር ይግባእ። ካልኣይ ኣብዚ ዘለና ተጋሩ ንኣኺ ይኹን ንኣና ህግ ናይ ህግ ከለላ ክገብረልና ይግባእ። ምክንያቱ ንሳቶም ዝበጀትዎ በጀት ኣሎ ኣስቴር። ንዚኣም ንዚኦም ንዚኦም ኣጥፍእዎም ዓፊንኩም ኢሎም ንዞም ዓዲ ዞም ገንዘብ ዝደልዩ ኣብዚ ዓዲ ዘለዉ ሰባት ዘሰማረይዎ ስምሪት ኣሎ ንዚኦም ኣጥፍኡልና ዝብል እግዚኣብሄር ዘጥፈእካ እምበር ሰብ ኣየጥፈእካን ብመሰረቱ ስለዚ ንኣና እውን ናይ ህጊ ከለላ ክገብረልና ይግባእ ካምኡ እውን ናይ ፌደራል መንግስቲ ትዕግስቱ ክቕፅለሉ ኣለዎ ግን ብጥርጣሬ ክርኤ ኣለዎ ኩሉ ነገራት በጥርጣሬ ክርእዮ ዘለዎ ማለት ዝገብርዎ ዘለዎ ግባሮት ቀሊል ኣይኮነን ምስ ፅምዶ ምስ ጎረቤትና ዘለዎ ናይ ቀደም ፀላእትና ዝኾኑ ናይ ኢትዮጵያ ውድቀት ዝደልዩ ምስኣቶም ፅምዶ ገይሩ ኣብ ሱዳን ኣብ ኣስመራ ስጋዕ ዝእከቡ ሓደ ሓደ ጊዜስ ፍልይ ኣቢሉ ንኣታቶም ብነጎዳ እውን ብበርቂ ይኹን ብነጎዳ ከምቲ ኣቶ ጌታቸው ዝበልዎ ንቶም ሓለፍቲ ቀዲሙ ነቶም ሓለፍቲ ኢና ዝብሉ ሸፋቱ ሓለፍቲ ንኣታቶም እርምጃ ክወስደሎም ኣለዎ እምበይ ናብ ትግራይ ቀልጢፉ ዘይምእታዉ ፅቡቕ እዩ ዝብል ሓሳብ ኣለኒ መንግስቲ ከዓ መንግስቲ እዩ ፌደራል መንግስቲ እዩ እዚ ከዓ ኣሸኒፈ ኣሎ ምርጫ ኣሸኒፈ ኣሎ እሳቶም ውድቀት እዮም ኣዊጆም ነይሮም ኣብቲ ምርጫ እውን ብዙሕ ነገር ከይትኸድ ናብ እታ ሽሙ ናብ ምርጫ ከይትኸድ እዛ ከይትገብር እናበሉ መከራ እዮም ዘብልዕዎ ነይሮም እቲ ህዝብና ኣይኮነሎምን ፌደራል መልሲ ከዓ ዶክተር ኣብይ ኣሕመድ ከዓ ጅግና እዮም ዘሎ መከላከያ ሰራዊት ጅግና እዩ ከምቲ ናይ ቀደም ኣይኮነን ከምኡ እዩ ዝመስሎም ዘሎ ህዚ እውን ጅግና ኣየር ሃይሊ ባህር ሃይሊ ኣለና እንኳን ናትናስ ቀይሕ ባሕሪ ህግ ክኸብር ዝኽእል መከላከያ ሰራዊት እዩ ዘለና መንግስቲ እዩ ዘለና ወጣታት እዮም ከዓ ከምቲ ናይ ከምኣቶም ብሓሽሽን ብመስተን ብሽጋራን ዝደንዘዙ ኣይኮኑን ኣብዚ ዘሎ መራሕቲ ኣብ ኢትዮጵያ ዘሎ ፌደራል ዘሎ ስለዚ ንፁህ ኣእምሮ ዘለዎም እዮም ኩሎም እና እዞም መራሕትና ከዓ ክነኽብሮም ይግባእ ካብኡ ከዓ ኣብዚ ዘለዉ ተጋሩ ብዙሕ ነገራት ዝገብርዎ ነገራት ኣሎ በተለይ ሓደ ደዊሎ በቀደማይስ ለይቲ ዳመስተ ኢዳወስኪ እዩ መስለኒ ደዊሎም ሰላም ኢሎም ንዓብይ ሰብኣይ እዮም ወዲ ሰብዓ ሰማንያ ዝኾኑ ሰብኣይ እና ሃፍቲ ዘለዎም እዮም ንስኻ እኮ ተጋሩስ ናብ ካምቢ ክኣትዎም ኣለኹ እሰረሎም ኢልካ ካብ መቐለ ክመፁ ተለኹ ከምኡ ኣይኮንኩን ዝበልኩ ኣነ ከምታ ዝበልኩ እየ ምእንታን ሽግር ከይበፅሖም ምእንታን ከይጠምዩ ከይዓርቁ ዝሕፀብሉ ዝዓርፍሉ ከ ካምቢ ክግበር ኣሎ። እቲ ካምቢ ከኣ ናብ ቤተሰቦም ምስ ጋዕ ዝኸዱ፣ ስራሕ ስለጋዕ ዝረኽቡ ክዓርፉ ኣለዎም ዝብል እዩ። ዳሕራይ ከምዚ ዝብሉ በቃ ምስ ሰኸሩ ዝዛረቡ ሰባት ኣለዉ። ምሸት ጽግብ ምስ በሉ ኣረቅን ግዛዕን ስዋን ካምኡ ዝዛረቡ ሰባት ኣለዉ እና ኣብ ኢትዮጵያ መሬት ኢና ዘለና። ኢትዮጵያ ዓድና እያ። ካብ ንካሊእ ትበልጾ ንኣና እትርሕቀና ነገር የለን። ስለዚ ኣብዚታት ኮይንኻ ካሊእ ብፌስቡክን ብዩቱብን ብቲክቶክን ዝገብርዎ ዘለዉ ስሞም እናለወጡ ኣነ እፈልጥ እየ ብዙሕ ነገራት ኢትዮጵያ ዘጠልሽዋ ዘሎ መራሒና እውን የፀልሙ ኣለዉ መከላከያ ሰራዊትና እውን ፌደራል ፖሊስና እውን ኣስተዳደርና ከንቲባና እውን የፀልምወን ስለዘለዉ እዚኦም ክዕገሱ ኣለዎም። ትዕግስቲ ክወስደሎም ከም ኢትዮጵያውነትና እናሰራሕና ደሞዝ እናተቐበልና እናነበርና ዘላ እናበርናላ ዘለና ኢትዮጵያ ክነኽብራ ይግባእ። ኣብ ፌደራል መንግስቲ ጎን ጠጠው ክንብል ይግበእና ዝብል ሓሳብ እዩ ዘለኒ። ብጣዕሚ ጽቡቕ ያው ከም ዝፍለጥ መንግስቲ ፌደራል ማለት ኣብ ዝተፈላለዩ እዋናት ኣብ ዝገለጸሉ ግዘ ትግራይ ልምዓት የድልያ ሰላም የድልያ ናበለ የልዕል ነይሩ። ኣብ ትግራይ ዳግማይ ኲናት ክኽፈት ድሌት ከምዘይብሉን ክኽፈት ንዘይምግባር ከዓ ዝተፈላለዩ ስራሕቲ እናተሰርሐ ከምዝርከብ እናልዐለ ነይሩ። ብኣንፃሩ ግን እዚ ጉጅለ ህወሓት ከዓ ኣብዚ ሕዚ ሰዓት ዝተፈላለዩ ምሽብሻባት እናገበረ እዩ ዝርከብ። እቲ ኲናት ኣብ ትግራይ ንምኽፋት ምስ ብፍላይ ከዓ ምስ ፀላእቲ ኢትዮጵያ ምስ ዝኾኑ ሓይልታት ብሓድነት ብምዃን ማለት እዩ እዚ ኲናት ንምኽፋት ዝተፈላለዩ ምድላዋት እናገበረ እዩ ዝርከብ እና እዚ ኲናት ንምትራፍ እንታይ ክግበር ኣለዎ? እዚ ኹናት ንምትራፍ ሓደ ካብ ትግራይ ኢና ንፅበ ካብ ትግራይ ተወለድትን ኣብ ትግራይ ዘለውን ካብቶም ተዓጢቐና ኣና ዝብሉ ዘለውን እቶም ፖለቲከኛታትን ጀረናል እና ነበርና ዝብሉን ሰኺሮም እዮም ብገንዘብ ብቕርሺ ብዶላር ብወርቂ ግዛእ ምዛእ ስለዚ እዚ ኹሉ ሽብሽብ ኣየድልን ኢትዮጵያ ኣይትወግእን ንትግራይ ሽፍታ እንተልዩ ግን ኣብ ኦሮሞስ ይሃሉ ኣብ ካልእ ይሃሉ ኣብ ዓፋር ይሃሉ ኢትዮጵያ ኣመሓዳሪ ስለ ዝኾንና ኢትዮጵያ መራሒ ስጋዕ ዝኾነ እዋናት ሽፍታ ዓዲን ህዝብን ዝረብሽ ስጋዕ ዝኾነ እዋናት ህጊ ከኽብር ግዲ እዩ የግዲ እዩ ስለዚ እሳቶም ዝብሉ ትመፀካ ኣላ ትግራይ ትግራይ ማኖ ኢትዮጵያ ትመፀካ ኣላ ፌዴራል ይመፀካ ኣሎ ብልፅግና ይመፀካ ኣሎ እዮም እቲ ህዝቢ ዘእምንዎ ይሄ ስጋዕ እዚ ስጋዕ ዝኾነ እዋናት ናይ ትግራይ ህዝቢ ደቁ ክልእኽ የብሉን ናብ ጦርነት ኣቦ እውን ክልእኽ የብሉን ፅቡቕ ፅቡቕ ክንሓስብ ኣለና እቶም ኣብ ትግራይ ዝተረፉ ንእሽቶ ሰባት ንእሽቶይ ሰባት እውን ኣብኡ ኮይኖም ፀሎት ክገብሩ ይግባእ ባዕልቶም እውን ናብ ኩናት ክኸዱ የብሎምን እቶም ወጣታት እውን ኣብኡ እንተሊኹም ናብ ኩናት ክትከደ የብሉ ወይ ናብ ሓይሊ ሰላም ክትከደ ኣለኩም ወይ ከዓ ናብ ወለድኹም ክትከደ ኣለኩም ወይ ከዓ ናብ ኢትዮጵያ ዓድኹም ንኹም ዝኾነት ኢትዮጵያ ክመፁ ኣለዎም ስለዚ ኣብ ትግራይ ካም ዝበልኩ ከዚ ዝሕግዞም ኣካል የለን ኣብ መቐለ ትማሊ ክድውለለይ ሓንቲ እያ ኣብቲ መንገዲ ሰብ ዝበሃል የለን ሰብ ጭር ዝበለ እዩ ከመስመራ ማለት እዩ ስለዚ ኢሳያስ ካዓ ዝደልያ ትግራይ ባዶ ንክትኮን እዩ ዝደልያ ኢትዮጵያ ንክትፈርስ እዩ ዝደልያ ኣይትፈርስን ኢትዮጵያ ስለዚ ናይ ትግራይ ህዝብን ናይ ኤርትራ እውን ህዝቢ እንድሕረ ውነ ሃልይዎም ጦርነት ከይለዓል ጦርነት እዚ ናትና ኣይኮነን ቅድሙ ነገረክ እዩ ናትና ኣይኮነን ናይ ኢሳያስ እዩ ኢሳይያስ ምእንታን ኢትዮጵያ ክትተራመስ ትግራይ ውን ናይ ጦርነት ኣውድማ ክትኮን ኣምሓራ ውን ኣምሓራ ውን ክነግረኩም ኣምሓራ ውን እቲ ጦርነት ኣባኻትኩም እዩ ክካየድ ዝሓስቦ ኣይኾነን ግን ስለዚ ኣብ ዓፋር ክኾን እዩ ዝሓስቦ ዘሎ ከም ዓንተቦ ዝበል ክኾነና እዚታት ተኸኣለ መጠን ናይ ትግራይ ህዝቢ እዚ ጦርነት እዚ ኩናት ክተርፍ ክገብር ኣለዎ ንኣታቶም ብህጊ ሓኒቑ ናብ መንግስቲ ፌደራል መንግስቲ ክረክቦም ኣለዎ። ብሸንሸለት እዩ ዝረከሉ ከም ከልቢ ኣብ ክሳዶም ኣሲሩ ብሸንሸለት እዩ ናብ ህጊ ከቕርቦም ዘሎ። እዚ እንተኾይኑ ሕወሓት ተልብዮ ኣብ ትግራይ በጭራሽ በፍፁም በፍፁም ሰላም ኣይህሉን። እንኳን ኣብ ትግራይ ኣብ ፌደራል መንግስቲ እውን ኣብ ፌደራል ኣብ ኢትዮጵያ እውን ኣብ ኣፍሪካ እውን ኣይህሉን። እዚኦም ዝዓበዩላ ዓዲ ዝተምሃሩላ ዓዲ ተወለዱላ ዓዲ ኢትዮጵያ ምስ ካልኦት ፀላእቲ ባእዳታት ኮይኖም እዮም ሸሪ ዝገብሩላ ኣለዉ ፅምዶ ፈጢሮም እዚ ፅምዶ እዚ ከዓ ፈሪሱ እዩ ሀዚ እውን ዋጋ ይብሉ ዶክተር ኣብይ ኣሕመድ ኣይኽእልዎ ኣይኽእልዎን ንዶክተር ኣብይ ኣሕመድ በምንም ዓይነት ኣይችሉትም ዶክተር ኣብይ ኣሕመድ በምንም ዓይነት ፅምዶ ይፈጠሩ ዋላ ምስ ካልኦት ይኹኑ ዋላ በምንም ዓይነት ኢትዮጵያ ኣይችሏትም ስለዚ ስለዘይኽእልዋ ኢትዮጵያ እንታይ እዮም ገብሩ ዘለዉ ዓሪፎም ኢዶም ሂቦም ናብ ውኽኒበቶም ምውራድ እያ ንሳቶም ንሳቶም እቲ ህዝቢ እውን ሓኒቑ በተለይ ንሰኣቶም ዘሎ ተዓጥቂ ሓኒቑ ናብ ናብ ሸንሸለት ኣሲሩ ብክሳዶም ኣሲሩ ሸንሸለት ናብ ማረሚያ ቤት ናብ ቃልት እዩ ከወርዶም ዘለዎ እዚኦም እንተዘይኮይኖም ግን ንምሳሌ ምስ ኣምሓራ ክደራደር ይኽእል እዩ ፌደራል መንግስቲ ምስ ኦሮሚያ ክደራደር ይኽእል እዩ ምስ ካልኦት እውን ዘለው ንእሽተይ ተቃወምቲ ኢና ዝብሉ ክደራደር ይኽእል ምስዚያቶም ግን ብምንም ዓይነት ኣነ ፈልጦም እየ ብቁልዕነተይ ጀሚሩ ኣብኡ ዝነበርኩዎ ዓዲ ተወለድኩሉ እዮም ነይሮም ካብ መጀመርያ ጀሚሩ ስለዚ እዞም ሰባት እዚኦም ኢህኣፓ እናቐተሉ ጋህት እናቐተሉ ኢድዩ እናቐተሉ ደርጊ እናፍረሱ ኢትዮ ኤልትራ ኣጻሊኦምና ምንም ዘይንፈልጦ መሬት ሀዚ ውን ምስ ፌደራል መንግስቲ ደግሞ ዕርቂ ፈጺሞም ኣይፈጽ ፈጽ ዕርቂ ዝበሃል እዚኣቶም ተዘይጠፊኦም ኣይኾን ብስሩ ናቶም ጨርቂ ባንዴራ እያ ዝብልዋ ናቶም መዝሙር ናቶም ኣባላት ብስሩ ብመሰረቱ ከጠፉ እዮም ዘለዎም ክነግረኪ ኣብ ኣዲስ ኣበባ ይሃሉ ካልእ ይሃሉ እዚኦም ተዘይጠፊኦም ኢትዮጵያ ትግራይ ሰላም ክትኮን ስለይትኽእል ብሓፂሩ ሕብረተሰብ ነዚኣቶም ከጥፍኦም እዩ ዘለዎ ኣሲሩ ንዞም ሚእቲ ክልተ ሚእቲ ሰለስተ ሚእቲ ይኾኑ ስጋዕ ወረዳ ምናልባት ኣብዚ እውን ኣለዎም ግን እዚኣቶም ኣሪኻ ናብ ህግ ክቐርቡ እዮም ዝግባት ዓለም ሕብረተሰብ እውን እዚ ክገብር እዩ ዘለዎ እዩ ብጣዕሚ ፅቡቕ ያው ከምዝፍለጥ ብፍላይ ከዓ ህዝቢ ትግራይ መንእሰይን ነዚ ኩናት ኣይንደልን ብምባል ዝተፈላለዩ ድምፆም እናስምዑ እዮም ዝርከቡና ብኸመይ መልክዑ ክቃለስዎ ይግባእ ነዚ ጉጅለ ዎው ንሳቶም እምቢ ምባል ካልእ ኣይኮነን ሕዚ ርእፍዮ እንተኾይኑ ቲክቶራት ኣለዉ ገለ ኣለዉ ብድራማ ዝሰርሑ ኣለዉ ብግዛዕ ገይሮም ሕዚ እኳ ኣጥፊኦምዎም ናብዚ እዮም መፂኦም ዘለዉ ዝበዝሑ ኣንሽቲ ኣለዋ ጓላት ርእፍየን ድኺ በቃኒ ርብቃ ዝበሃላ ካልኦት እውን ባሻጥር ዝዛረብዎም ኣለዉ እዚ ክቕፅሉሉ ኣለዎ። እዙይ እናሃለወ እዙይ እናሃለወ እዚ ወጣት ኣይዓብን፣ ኣይመሃርን፣ ሓዳር ኣይገብርን፣ ኣይወልድን። ካብ ቀብሪ እኮ እዮም ዝሓፍስዎም ዘሎ ሀዚ ካብ መርዓ እኮ እዮም ዝሓፍስዎም ዘሎ ይግበርን ሀዚ እምበይ ካብ ተስካር እኮ እዮም ዝሓፍስዎም ዘለዉ ካብ ግፍዕ እኮ እዮም ዝሓስብዎም ዘለዉ ካብ ግፍዒ ዝበሃል ተዓድና ስለዚ እዞም ሰባት እዚኦም ኩሉ እቲ ወጣት ክቃለሶም እዩ ዘለዎ፣ ሽማግለ ኣረጉት ክቃለሶም እዩ ዘለዎ እዚኣቶም። ስለዚ ናብ ዓዱ ናብ ኢትዮጵያ ይምፃእ፣ ኣብ ኢትዮጵያ ኮይኑ ይደራጆ ንኣታቶም ታይ ከምዞም ሰላም ሓይለ ዝበሃሉ ሰላም ሓይለ ህዚ ብዓሲምባ ኣለዉ፣ ብዓፋር ኣለዉ፣ ብኣገው ኣለዉ፣ ብፀለምቲ ኣለዉ፣ ብተምቤን ኣለዉ ከቢቦምዎ እዮም ዘለዉ ንኣታቶም ዝገርመኪ እቶም ምስኣቶም ዝነበሩ ሓያላት ተዋገእቲ ዝነበሩ ስጋዕ ሸዋሮቢት እናመርሑ ዝመፁ ዝሓለፈ ግዜ ስጋዕ ዶክተር ኣብይ ከይዶም ዝምልስዎም ብሓይሊ ስለዚ እዚ ወጣት ህዚ ምንም ተስፋ የብሉን ብኣታቶም ተስፋ ከይትገብር ብኣታቶም ተስፋ ከይትገብር ወጣት ናይ ትግራይ ህዝቢ እውን ብዚያቶም ተስፋ ከይንገብር ርኢናዮ ኮነ ሓምሳን ሓደን ዓመት ኢልቂት እዩ ነይሩ ዓሰርተ ሸውዓተ ዓመት እውን ሚእትን ገለን ወዲእና እዮም ዝብሉ ብኢትዮ ኤልትራ እውን ክንደይ ህዝቢ እዩ ተወዲኡ ብዙ ናይ ህዚ ከዓ ሚልዮን ግዛዕ ወዲእና እዮም ዝብሉ ህዚ እውን ክውዳእ ኣሎ ሓደ ደንቆሮ ጀረናል እየ ዝብል ዝነበር ናይቶም ሸፋሓቱ መራሓይ ናይ ሓደ ትውልዲ ከማኺ ትውልዲ ዝኾነ ብኣኺ ዕድመ ዘሎ ክውዳእ ኣሎ ብምሉእ እዩ ኢሉ ዝእውጅ ነበረ ብቀደማይ ዝገርመክ ደናቁር እዮም እዚኣቶም ብስሩ ስለዚ ናይ ትግራይ ወጣት በምንም ዓይነት እምቢ ክብሎም ኣሎ ካምቲ ዝገብሮ ዘሎ ብሚድያ ይኹን ብግሳዕ ይኹን ብድራማ ይኹን ብደንጎላ ይኹን ዋላ ብደንጎላ ንዚኣቶም ብደንጎላ ብእምኒ ዋላ ብድንኩል ገይሩ ከጥፍኦም ኣለዎ ተዘጥፊእዎም ናይ ትግራይ ድሕሪ ሀዚ ዝፍጠር ትውልድ ሀዚ እውን ዘሎ ትውልድ ዕድመ ይብሉን ስለዚ ክዋግኦም ኣለዎ ክቃወሞም ኣለዎ ዝብል ሓሳብ እዩ ዘለና ኣስቴር ብጣዕሚ ጽቡቕ ኣምባሳደር ሙዑዝ ያው ጽቡቕ ጻንሒት እኒኤ እና ኣብ መወዳእታ እስከ ተመሓልፍዎ መልእኽቲ እንተሃልይኩም። ኣብዚ ዘለና ተጋሩ ኢትዮጵያ ዘለና ተጋሩ ትግራይ ኢትዮጵያ እያ እምበይ ኤልትራ ኣይኮነትን ኢትዮጵያዊት እያ ብዘይ ትግራይ ኢትዮጵያ ኣይትኾንን ብዘይ ኢትዮጵያ ትግራይ ኣይትኾንን ኢትዮጵያ ሓደ ሓደ ግዜ ክንግንፅላ ኢና ይብሉ ሓደ ሓደ ግዜ ኣራት ኪሎ መፂና መንግስቲ ክንሕዝ ኢና ይብሉ ስለዚ ብተኻእለ መጠን ከም ዝበልክኺ ወጣት ክጉቡ ዘለዎ ክትጉቡ ዘለኩም ጋዜጠኛታት ሓቀኛ ክትኮኑ ኣለኩም ምሁራት ሓቀኛ ክኾኑ ኣለዎም፣ ናይ ዕርቂ ክኾኑ ኣለዎም። ዕርቂ እንተዝወርድ ኣይወርድ። ብዚያቶም ምስቲ ህዝቢ እንተዘይኮይኑ ምስዞም መራሕቲ ናይ ናይዚ ኣሸባሪ ጉጅለ በምንም ዓይነት ሰላም ዝበሃል ኣነ ብቆልዓይ ርእየዮ እየ። ብቁልዓይ ገና ዓሰርተ ግዛዕ እንተለኹ እየ ንኣቶም ተቋዋሚ ኮይነ መከላከያ ሰራዊት ኮይነ እና ተወለድትላ ዓዲ እውን እናተመላለስኩ ኣብ ከተማ እመሃር ስለዝነበርኩ እዚታት ናቶም ታሪክ ብደንቢ እየ ዝፈልጦ ስለዚ እዞም ሰባት እዚኦም ናይ ትግራይ ህዝቢ እውን ደጊመ እየ ዝዛረብ ዘለኹ ኣሕሊፍካ ንህጊ ሃቦም ኣቶም ተዓጢቅኩም ዘለኹም ንስኻትኩም እውን ኣሕሊፍኩም እንተኣብዮምኹም እርምጃ ውሰድሎም ንሱ እዩ መፍትሒ በመነ ዓይነት ክፍታሕ ይኽእል ተዝፍታሕ ሓምሳን ዓደን ሓምሳን ዓደን ዓመት ክፍታሕ ነይሩ ኣንቱም ኣብ ሓራ መሬት ዘለኹም ናይ ሰላም ሰራዊት እውን ጎቢዝኩም ተዘጋጀው እየ ዝብል ክዘጋጀው ኣለዎም ኣብ መጨረሻይ ኢትዮጵያ ወሰዳ ሓዊ ምእንታን ክትሕሎ፣ ማእከላ ገነት ክትኮን፣ ሓያልን ሃፍታምን ክትኮን ምንየላ ኣስቴርን ኦቢኤንም ብጣዕሚ እየ ዘመስግን እግዜር ይሃበለይ። ብጣዕሚ ጽቡቕ ኣምባሳደር ሙኡዝ ግዜኦም ሰዊኦም ነዚ ዝመስል ጻኒሕት ምሳና ስለ ዝገበሩ ብሽመይን ብሽም ተመልክቲ ኦቤን ሆርን ኦፍ ኣፍሪካ ኣዝየ ዘምስግን። የመስግን ኣስቴርየ። ክብራት ተመልከትትና ንሎሚ ሰሙን ዝበልናዮ ምድላው ነዚ ይመስል ነይሩ። ቀጻሊ ሰሙን ብኻልእ ጋሻን ብኻልእ ምድላው ክሳብ እንራኸብ በብዘለኽሞ ሰላምኩም